ሰላም ተኸታተልቲ ወሓዚት ሰላም ቲቪ ከመይ ኣለኹም? ኣነ እግዚኣብሔር ይመስገን ብጣዕሚ ፅቡቅ ኣለኹ። ንስኻትኩም እውን ከምቲ ናተይ ፅቡቅ ንኽትህሉ ናይ ወትሩ ትምኒተ እዩ። እምበር ሎም መዓልቲ ከዓ ከምቲ ልሙድ ንገዛእ ርእስኹም ንኽትኮኑ ዝሕግዙኹም ሓሳባት ሒዝናልኩም መፂና ኣለና እሞ ናብ ኸብለኩም ቅድሚ ነቲ መደብ ምጅማርና ንስራሕ ንምቅላል ተባሂሉ ብተባዕታዊ ፃዋዓ ንጥቀም ስለ ዝኾንና ነፍሲ ወከፍ ሰብ ከከም ፆቱ ገይሩ ይስምዓዮን ይረዳእዮን ሎሚ ብዛዕባ ምስጢር ምልቃቕ ክንዛረብ ኢና ምልቃቕ እንታይ ማለት እዩ ንምንታይ ኢና ንገለ ነገራት ክንፈትሖም እንዳደለና ገና ኣጽኒዕና ንሕዞ ንምንታይ ኢና ዝሓለፈ ነገር ኣብ ኣእምሮና ደጋጊምና ንነብሮ ንምንታይ ኢና ዝጎድኣና ሰብ ዝተበላሸወ ዝምድና ዝጠፍዐ ዕድል ወይ ዝገበርናዮ ጌጋ ክንፈትሖ ንጽገም እምበኣር ሎሚ እዚኦም ኣብ ላዕሊ ዝተጠቕሱ መሰረት ብምግባር ኢና ክንዘራርብ ምልቃቕ ማለት እንታይ ማለት እዩ ምልቃቕ ማለት ምርሳዕ ኣይኮነን ዝተፈጸመ ነገር ከም ዘይተፈጸመ ምግባር ወይ ምርኣይ ኣይኮነን እቲ ዝጎድኣካ ሰብ እቲ ዘጋጠመካ ኩነታት ቁኑዕ ነይሩ ማለት ማለት እውን ኣይኮነን። ምልካእ ማለት እቲ ዝተፈጸመ ተፈጺሙ እዩ ክቕይሮ ኣይክእልኒ ግን ካብ ሎሚ ንደሓር ንህይወተይ ክቆጻጸሮ ኣየፍቅደሉን እየ ምባል እዩ። እዚ ከዓ መጀመርያ ናጽነትካ ክትእውጅ ዝወስደካ መንገዲ ወዲ ሰብ ንምንታይ እዩ ምስቲ ዝሓለፈ ዝኽርን ስምዒትን ጥቡቕ ዝምድና ዘለዎ? ምኽንያቱ ኣእምሮና ንዝተዛዘመ ነገር ኩሉ ግዜ ከም ዘሎ እምበር ከም ዝተዛዘመ ኣይርድኦን እዩ። ንኣብነት ሓደ ሰብ ቅድሚ ዓሰርተ ዓመት በዲልካ ንበል እቲ ፍጻሜ ሎሚ የለን ንስኻ ግን ኣብ ኣእምሮኻ ደጊምካ ክትዝክሮ እንከለኻ እቲ ቁጥዐ እቲ ሓዘን እቲ ፍርሒ እንደገና ልክዕ ከም ኣብ ሕጂ ዘሎ ኮይኑ ክለዓለካ ይኽእል ስለዚ ሓደ ፍጻሜ ሓንሳብ ተፈጺሙ ክንሱ ንሕና ግን ብትዝታና ብዙሕ ግዜ ክንመላለሶ ስለ ንኽእል ኣብ ሕጂ ኸኣ ንነብሮ ስለዚ ኢና ከኣ ምስ ዝሓለፈ ስምዒትን ዝኽርን ጥቡቕ ዝምድና ዝህልወና። እምበኣር ነዚ ነገር እዚ እንተስተውዒልና ካብ ሕጂ ምልቃቕ እዩ ዘድልየና። ምኽንያቱ ንሕሉፍ ኣጽኒዕካ ምሓዝ ስለ ዘይጠቕመና። ብመሰረቱ ንሕሉፍ ኣጽኒዕካ ምሓዝ ንመን እዩ ዝጎድእ? ንኣብነት ሓደ ሰብ ጎዲእካ ንበል። ንስኻ እቲ ቁጥዐ ንሓሙሽተ ዓመት ሒዝካዮ ኣለኻ እቲ ሰብ ግና ህይወቱ ይቕፅል ኣሎ እቲ ቁጥዐ እቲ ሕርቃን እቲ ዘይተፈትሐ ሓዘን ግን ምሳኻ እዩ ዘሎ ስለዚ ምልቃቕ ንኻልእ ሰብ ኢልካ ትገብሮ ኣይኮነን ንርእስኻ እትገብሮ ምሕረት እዩ ብኣንጻሩ ኩሉ ክትቆጻጸር ምፍታን ማለት ብገዛእ ፍቓድካ ንነብስኻ ሕርቃንን ሓዘንን ቁጥዐን ምምጋብ ማለት እዩ እዞም ስምዒታት እዚኦም ከዓ ብቐጻሊ ንነብስኻ ብምምጋብ ዝፈጥርዎ ሕማም እዩ ሓሚመ ኢልካ ሕክምና ምስ ከትካ ከዓ ሕክምና ነቲ ዝረአ ኣካላትካ ክሕክመካ ይኽእል ይኸውን ንስምዒትካ ግን ክሕክመካ ኣይክእልን እዩ እቲ ዘይተሓከመ ስምዒት ከኣ መመሊሱ ይምለሰካ እሞ ንስኻ ከኣ ሕክምና ትመላለስ ከምኡ እንዳበልካ ከኣ ሂወትካ ይውዳእ ኣብዚ እቲ ዝዓበየ ክሕግዘካ ዝኽእል ምስጢር ምልቃቕ እዩ ማለት ንኹሉ ክትቆጻጸሮ ከም ዘይትኽእል ምቕባል እዩ ሰባት እንታይ ከም ዝሓስቡልካ ቆጻጸሮ ኣይትኽእልን ኢኻ ሰባት ከመይ ከምዚ ከም ዝዛረቡኻ ኩሉ ክትቆጻጸሮ ኣይትኽእልን። ዝሓለፈ ክትቅይሮ ኣይትኽእልን። መጻኢ ብምሉእ ክትቆጻጸሮ እውን ኣይትኽእልን ግን ሓደ ነገር ኣሎ ክትመርጾ ትኽእል ንሱ ኸኣ ሎሚ ከመይ ከም ትምልስ ክትመርጽ ትኽእል ኢኻ ኣብዚ ሕጂ እዩ ሓይልኻ ማለት ሕጂ እዩ ዘለካ እዛ ሕጂ ግዜ ጥራሕ እያ ዘላትካ መብዝሕትኡ ስቓይና ካብ ሓንቲ ሓሳብ እዩ ዝብገስ ንሱ ከዓ ከምዚ ክኸውን ነይርዎ ዝብል ኣበሃህላ እዩ ኣደይ ከምዚ ክትከውን ነይርዋ ኣቦይ ከምዚ ክገብር ነይርዎ መጻምድተይ ከምዚ ክኸውን ነይርዎ ህይወተይ ኣብዚ ዕድመ እዚ ከምዚ ክኸውን ነይርዎ እንዳበልና ኢና ነበግሶ ግን እቲ ሕቶ እንታይ ክኸውን ነይርዎ ዘይኮነስ ሕጂ እንታይ ክገብር ይኽእል እዩ ክኸውን ዘለዎ ምክንያቱ ኩሉ ኣብ ሕጂ ክቕየር ስለ ዘይክእል ብተወሳኺ እቲ ሕቶ ካብ ሕሉፍ ናብ ሕጂ ስለ ዘምጻና ሕጂ ከዓ እታ እንኮ ዘላትና ግዜ ስለ ዝኾነትን ብምቕባል ንጀምር ምናልባት ግን ምቕባል ማለት ምስምማዕ ኣይኮነን ነቲ ዝተፈጸመ ተቐበሎ ክበሃል ከሎ ገለ ሰባት እሞቲ ዝገበረኒ ቁኒዑ ክብል ማለት ድዩ ይብሉ። ኣይኮነን። ምቕባል ማለት ሓቂ ምስ ሓቂ ምርኣይ እዩ። እዚ ተፈጺሙ እዩ። ኣይፈትዎን እየ ኣይሰማማዓሉን እየ ግን ፈትየ ጸልየ ተፈጺሙ እዩ ምስ እትብል ምስቲ ክትቅይሮ ዘይትኽእል ሓቂ ምቅላስ ትገድፉ ሽዑ ኩሉ ጉልበትካን ሓይልኻን ናብቲ ክትቅይረሉ ትኽእል መንገዲ ትቓንዮ እዚ ማለት ከዓ ቁስልኻ ናብ ጥበብ ክትቅይር መንገዲ ምሓዝ ማለት እዩ ድሓር ከዓ ምልቃቕ ሓንሳብ ጥራሕ ኣይኮነን ሓደ ነገር ክትፈትሖ ጀሚርካ ኣለኻ ንበል ጽባሕ እንደገና ክስምዓካ ይኽእል እዩ እዚ ማለት ኣይፈታሕካያን ማለት ኣይኮነን እንታይ ደኣ ምልቃቕ ሓደ መስርሕ ክኸውን ይኽእል እዩ ሽዑ ሎሚ ቁሩብ ጽባሕ ቁሩብ ድሕር ሰሙን ከዓ እንደገና ክሳብ ሓደ መዓልቲ ነቲ ትዝታ ትዝክሮ እሞ ግን ከኣ ከም ቀደም ኣይቆጻጸረካን። ንስኻ ኣብ ልዕሊኡ ሓይሊ ይህልወካ። ካብቲ ናይ ቀደም ስምዒት ከኣ ይጎድለልካ። ማለት ትዝታ ኣሎ ግን ሰንሰለት የለን ማለት ብኡ ኣይተኣሰርካን። እዚ እዩ ምልቃቕ ዝበሃል። ሕጂ ንነብስኻ ከምዚ ኢልካ ሕተታ። ንሓጺር እዋን ደው በል። እንተኽኢልካ እውን ዓይንኻ ኣፀዎ ቀስ ኢልካ ኣስተንፍስ እሞ ንነብስኻ እንታይ እዩ እንታይ እዩ ንዓይ ዝጎድኣኒ ክንሱ ኣጽኒዐ ሒዘዮ ዘለኹ በላ ሓደ ሰብ ድዩ ሓደ ዝምድና ሓደ ጌጋ ሓደ ቁጥዐ ሓደ እንተዝኸውን ዝብል ጣዕሳ ወይ ሓደ ኣረጊት ምስሊ ብዛዕባ ርእስኻ መሊስካ ደጊምካ ንነብስኻ ሕተታ እዚ መሓዘይ ሎሚ እንታይ ይገብረለይ ኣሎ ኣይጠቐመንን እዩ ኢልካ እንተ ደኣ ኣሚንካ ምናልባት ክትፈትሖ ግዜኡ ኣኽኢሉ እዩ ሕጂ እዞም ቃላት ንርእስኻ በሎ ቀስ ኢልካ ስተንፍስ እሞ ውሽጥኻ ወይ ብውሽጥኻ ወይ ዓው ኢልካ ብድምፂ በሎ ዝሓለፈ ክቕይሮ ኣይክእልን እየ ግን ሎሚ እንታይ ክመርጽ ክውስን ይኽእል እየ። ንዝድግፈኒ ነገር ይሕግዝ፣ ንዘይደግፈኒ ድኻ- ድማ ቀስ ኢለ እፈትሖን ይለቆን። ንሕሉፈይ ኣይክሕዶን፣ ግን ኣብኡ ኣይነብርን። ሎሚ ንርእሰይ ናጽነት እመርጽ ኣለኹ ኢልካ ኣብ መወዳእታ እዚ ክትዝክሮ ይደሊ ኣለኹ። ምልቃቕ ድኽመት ኣይኮነን። ኩሉ ግዜ ምስ ነገራት ምቅላስ እውን ሓይሊ ኣይኮነን። ሓደ ሓደ ግዜ እቲ ዝዓበየ ሓይሊ እቲ ድሕሪ ደጊም ክስከሞ ኣይደልን እየ ኢልካ ምፍታሕ እዩ። ምልቃቕ ማለት ሕሉፍካ ምድምሳስ ኣይኮነን። ሕሉፍካ መንነትካ መጻኢኻን ክውስን ዘለዎ ስልጣን ምሕዳግ እዩ። ስለዚ ሎሚ ሓደ ሕቶ ሒዝካ ክትከይድ ይዕድመካ ሎሚ እንታይ እየ ክፈትሖ ወይ ክለቆ መሪፀ ዘለኹ ምናልባት ሓደ ሰብ ምናልባት ሓደ ትዝታ ምናልባት ሓደ ጌጋ ምናልባት ከዓ እቲ ንነዊሕ ግዜ ኣብ ልዕሊ ርእስኻ እትገብሮ ዝነበርካ ፍርዲ ቀስ ኢልካ ፍትሓዮ ምክንያቱ ገለ ነገራት ብምሓዝ ኣይኮንናን ንድሕን ብምፍታሕ ኢና ነፃ ንወፅእ እምበኣር ንሎሚ ኣብዚ ክንውድእ ኢና ስለ ዝፀንሓና ግዜ እንዳመስገንኩ ብዝያዳ ናብ ነብስኹም ክትሰርሑን ንውሽጥኹም ክትኣትውን ነቲ ንገዛእ ርእስኹም ንኸይትኾኑ ሓኒቑ ሒዙኩም ዘሎ ትሮማታት ትሮማታትን ሕማቅ ስምዒታትን ሂል ክትገብሩ ምስ ትደልዩ፣ ከም ሂፕኖቴራፒስት መጠን ሂል ክትገብሩ ከሰንየኩም ስለ ዝኽእል፣ ኣብ ኢመይል ወይ ድማ ኢንስታግራም ኣብ ወሓዚት ሰላም ዝብል ሕሳብና መልእኽቲ ብምግዳፍ ክትረኽቡና ትኽእሉ ኢኹም። ብዝተረፈ ብኻልእ መደብ ክሳብ ንራኸብ ሰላምን ጥዕናን ኣኣብ ዘለናዮ።